ሰናይ ምክትታል ዮው ሰላም ሰላም ዝኸበርኩም ናይ ረማይ ፊልምስ ዩቲብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ረማይ ናትኹም ተመሊሰ መፅየ ኣለኹ እሺ ኣሕዋት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን እሱ ይስኣን ብምቕፃል ኣብ ናይ ልምዓት ሂድና ከም ዝተለመደ ክንስሕቕ ክንጫወት ክንዘናጋዕ ሓደሽ ሰሎ ነገራት ክንርኢ ኩሉ ሙሉ ኣብ ቦታና ተረኺና መፂና ኣለና ቅድሚ ናብ ቪድዮና ምንታይና ግን ነሻ ነዚ ሓድሽ ኢልኹም ንምንታይ ንምንታይ ዝሓወይ ሕደግ እባ ሕደግ እባ ብሮ ሕደግ ዝሓፍተይ ስኹን ሳብስክራይብ ብምጋር ቤተሰብ ኾኑ ኣብዚ ቻነል እዚ ዓሰርተ ሽሕ ክንኣቱ ንእሸ ተሪፍና ስለዚ ዓሰርተ ሽሕ ብዛ ቪድዮ እዚኣ ክንኣቱ ደና ግዴታ ብዛ ቪድዮ እዚኣ ሕዚ መቐፃል ናብ ቪድዮና ክእተወኩም እዩ ሓት ክሳብ መወዳእታ ቪድዮና ምሳኹም ትከታተሉ ብኸረይ ዝሓትት ሰናይ ፃንሒት እሺ ኣሕዋት እቲ ቪድዮና መጀመር ክኾና ብዚኣ ንጀምር ሰው ዝድማታ ንበና ኣሎ ኣዝግንኒ ፍቕረይ

ሓወይ ትብሊ ማይ ሓወይ እከ በላሓኒ ኣዝግን ንበሊ ብዑዳን ዋይ ኣውፂ በል ዝኾነ ኩዳን ባዛ ኣውፅዮ ኣውፅዮ ኣውፅዮ ሓቁ እዩ ማለት ኣሕዋት ሓንቲ ጓል ሓወይቲ ኢላትካ በቃ ተስፋ ቁረፅ ማለት ኣሕዋት ሓሲኹም ወዲኹም ዝበሉ ነገር ኢንቨስት ገይርላ ሲ ሓወይ ክትሎ ከላ መወዳእትኡ እዚ ማለት ልዕሊ ሞት እዩ ዝመተሉና ልሕዋት መግለፂ በዓል ኣሸንዳ እሺ። ኣቐዲምና ኣቐዳዲምና ኣትን ጎራዙ እንኳዕ ናብታ ዕለት ትዘላላን እትነጥራላን በዓል ኣሸንዳ ኣብፀሐክን ፍሉይ ቅይሙ። ኣሕዋት ጽንሑ ጽንሑ መጀመርያ ዘውለሎ ማይክ ግለርዮ እዚ ናይ መግለጺ ክህቡ ከለሲ ብኒከሊ ብብርጭቆ ብማንካ። ኸዝላ ዕብላ ሃባና ኸዝላ ሃባና በይዛ ድፍዋ ካብ ሃባና ይይፍለይ ካባኸ። እሞ ትኹረትኽን ኣፍታ መቐነት ለይኾነትስ ኣፍታ ትሕቲ መቐነት ትኹን። ኣብዚ ሰዓት እዙይ እኩያት ልኾኑ በለፀኛታት ሃባናይዶ ዳጨውዶ ዳባረረ ልኹን እኩይ ልኾነ ሓሳብ ኣሃዳዊ ልኾነ ሓሳብ ክስንዘር እዩ። ኣብዛ ሰዓት እሳ ግና ፊት ለፊት ገፅኽን እምበይ ፊት ለፊት ዓይኖም ከይትሪኦም ምኽንያቱ ሓሳባ ክትፈሽል እያ በይዛ ድፍዋ ዓሚ እውን ሃብክናና ከዚ እውን ሃና ኣንቨርሰሪ ብሓደ ነክብር ንል እኩይ ልኮና ንኣ ሓክሊ ድሙ ባህርያዊ ክሰፍን እዩ ኣብዚ ሰዓት እዚ ግን ትኩረትክን ኣፍታ ሸንዳ እምበይ ኣፍታ ሸሓነ ከይትኮን ስለዚ ኣካይዳ እዚኣ ግና መጨረሻ ፅቡቅ ለይትኮነሉ ምክንያት ካብ ብነይ ድየ ቦቦይ ተረጊመ ልብል ኣጉል ልኮነ ሓሳብ ድሓር ድሕሪ ፍርቂ ለይቲ ጠላዕ ኣውያት ካብ ምዃን ኸዚ ኣቐዲሙ ክተጠቀቐ ኣሸንዳ እትጫወት ኣላ እምበይ መጫወቲት ኽትኾን የብላይ። እዚ ኣሸንዳ እዚ ቐፃልነት ኾይኑ ባህላዊ ንኽቕፅል ድማ ምስ ኣዕርኽትኽን ዝለላ፣ ተጫወታ፣ ሕምብጣ፣ ፊቕ ፊቕ በላ ነገር ግን ኣብ መጨረሽኡ ግና ብጨወታ ዛዝምኦ። ቐፃሊ እውን ተረዳዲእኽን ተስፋ ልፈጥረሉ ዕለት ንኽኾን ድማ ብዚ ኣጋጣሚ እዚ ንላቦ። ኣሕዋት ፅንሑ ማለት እዚ መግለፂ ኣይኾነን። እዚ ሕስድና ይበሃል እንታይ እዮም ገይሮም ካ ዞም ወዳት እንታይ እዮም ገይሮም ማለት ብዛ መግለፂ እዚ ኣውፂኻ የለለኻ ኣብ ልዕሌኻ ንልበፅሕ ነገር ተሓተት ይኮና ዝሓወይ ብፍላይ ድማ ብወዳት ዝመፅእ ነገር
ክንደይ ዕድሜኺ
ኣነ ደ ሕጂ ሓቂ ክዛረብ ወላ ሕሱ ሓቅባ ሓቅዋ ሓቂ

ዋላ እቶም ኣወዳት ከማን ደይ ባህርያቶም እዮም ደርኢ እኳ ሽዑ በቃ ተመሲሕኪ ዶ ቆሪስኪ ዶ ገለ እዮም ኢሎም ድውለን ከምዛ ድሸመቱለን ገለ መለ ኣነ ግን ማለት ግዜ ሃበትን ንኸምኡ መበል ንዓይ እኳ ንቆሪስኪ ዶ ተመሲሕ ንዑስ ግዜ ሃበትን ሕጂ ኩሉ እያ ሒዛቶ ንስቲ እቲ ናይ ፍቕሪ ነገር
ኣጨናኒቓቶ ኢላትኒ
ኣነስ ናይዚ መሬት መግደፎ ኢላትኒ ምስ ሞትና ከይንፋላለ እየ ዝፈርሕ ደሎ ኣምላክ ኣቦይ ትብል ኣብ ሞንጎ ሞንጎ ኣምላክ ኣቦይ ቶፋ ሓጢኣተኛ ተኮይኑ ንገሃነም እሳት ምስ ውሰደኒ ኣይደልን እየ ስክት ያሳ ኮካ ዶ ድከፍእ ትገብሮ ኩሉ ኣብዚ ድዝረብን ደይዝረብን ምናልባት ኣነ ንስካ ጻድቅ ተኮንካ ኣነ ሓጢኣተኛ ተኮይነ ክልምኖ ድገበርከያ ክገብር ሓጢኣተኛ ኢሉ ንዓኻ ፍሉጥ ገሃንም እሳት ይፈትወካ ኣነ ግን ምሳኻ እየ ድደሊ ኣምላኽ ኣቦይ ፍቓድ እየ ይብለካ ኣለኹ ኢላስ ንኣምላኽ ጸሎት ትገብር ገለ ኣብ ሜት ዋላ ምስ ሞትና ብሓንሳብ ኢና ገለ እያ ትብለካ ማዕረ ከምዚ ፍቕሪ ስታ ኮይነ እየ ኣሚን ኣሕዋት ታይ ድመሲልኩም ፍቕሪ ዕውር ክበሃልሲ ሓቂ እዩ ማለት ሓንቹ ኣተፍቂርኻ ምንም ነገር የርኤካን እዚ ናብ መሬት ይኣኽለና ሞሲ ተሞይትናስ ካባኻ ክፍለ ኣይደልን ዋላ ሲኦል እተስ ምሳኻ እዩ ሲኦል ክኣቲ ይለብል ታይ ፍቕሪ ዝተውሳ ኢለና ኣሎ ኣሕዋት ማዘር ሓንቲ ግዜ ደዊላ ምልዓል ክኣብያ ከለኹ እሺ እንታይ ኣልካ ስልክኻ ዘይተልዕል ከመይ ዝበሉ ከ ኢኻ እንታ ረሳሕ ጋዕጋዕ ጨጋዕ ሓር ከልቢ እንታይ እየ ዝገብረካ ግን ኣነ ኩሉ ግዜ ስልክኻ ኣልዕል ስልክኻ ኣልዕል ስልክኻ ኣልዕል እንታይ ኢኻ ስልክኻ ዘይተልዕል ኣብ እንታይ ኢኻ ትገብሮ ስልክኻ እቲ ስልኪ ብኢድካ ይትሕዞ እንዲኻ እንታይ እያ ዝገብረካ እታ ቆልዓ ንስኻ በጃኻ በጃኻ ስምዓኒ። እስቲ ሆስ ኣይብልና ልሑሓት መዓዝ እዮም ግን ክሰማምዑ እሺ። እሞ ጠጠው ኢለ እኒኦኹ ኢለካ ካብኡ ሕዚ ንበር በለኒ። ንበር ኣይግባእ እዩ ሚሊ ሓወይ ብዓበይቲ።
ዋው ኣይ ኣነ መንእሰይ እንደ ኮፍ ክብል ኣይግባኣንዩ።

ኣታ ሚሊ ሓግዘኒ እባ
ሓግዞ ብሓደ እሞ ሓዘኒ እሞ ረ ሚሊ ሕዚ ኮፍ ክብል እስኻ ንበር በለኒ እሞ ንበር
ኣይግባእ ሚሊ ሓወይ ብዓበይቲ ኣምኣ በል
ኣይግባኣንን እዩ

ወይ የኽብረለይ ዲኻ ትብሎ ወይስ ብዓበይቲ ዲኻ ትብሎ እንታይ እዩ ዝበሃል ትፈልጦ ተሃሊኹም ኣብ ኮመንት ንገሩና ኣመርዑ ናብ መርዓ ሪእኹም ዶ ትፈልጡ ክነርእየኩም ባ ክትስዕስዑ ዕልል ክትብሉ ባሕደጉ ኣታ ሓሳቢ ከይቀየርኩ መርዑና ሕጂ ኣስርሕ ንባር ፅቡቅ ኣበኹም ዲኹም

እምባ ክትኾንኒ መጸግዒ፣ ጎልጎል ክትኾንኒ መሳፍሒ፣ ወድኹም ተመንየዮ እሞ ልወድኹም ሃቡኒ ክትብልዮ ክትኸዲ። ዋየ ኣታ ታይዚ ታይ ኢሉ መን እዩ ልውህ ድዩ ልኣቶም ታይ ክነውሕ እዚ በቃ ብሓፃራሲ ወድኹም ሃቡኒ ኢለ ይብሎም። እሞ ኺዲ መንገዲ ጨርቂ ይግበረልኪ። ይኸዱ።
መንገዲ ጨርቂ መንገዲ ጨርቂ ይኾን ድዩ መንገዲ ጨርቂ ማለት ሰላም መንገዲ ይግበረልኺ ንዕኺ ድዩ እዩ ክትበሃል ኣለኺ ዝሓፍተይ ግን እንታይ ላክል ናብ መርዓይ ደሌትን እዩ ገሪምኒ እዩ ገሪምኒ እዩ ኣመርዕዋ ኣመርዕዋ ሓሳብ ከይቀየረት ትመርዓ ዝሓፍትና እስተውዝድ ማታሉና ኣለሓት ሓበሻ ኣብ ስደት እሺ የስ የስ የስ መጺና ኣለና መጺና ኣለና ኣቱም እስኪ በጃኹም ኣብ ዝኾነ ዓዲ ወይ ገለ ብጣዕሚ ሓሪቐ እንድየ ዘለኹ ግን ክሓርቕ ድማ ብዙሕ ኣብ ገጸይሲ ብዙሕ ኣይደለኹን ኣገዳሲ ኣይኮነን ከምዚ ንጥርጥር ኢሉ ሽዑ ቀልጢፍካ ኢኻ ትኣርግ ኢሎም እሺ ሓበሻ ንሓበሻ ኣብ ጽርግያ ክንረኣይ ከለናሲ እንታይ ዓይነት ኣክሽን ኢና እባ ንገብር እንታይ ዓይነት ኣክሽን በቃ ኣክሽንናስ ከከመይ እዩ በቃ ከምዚ ጨጓራ ዝኾነ ፋክ ፌስ ንቀያየር ኮይና በቃ ንዕቀት ድዩ ኣብ ውሽጥና ዘሎ ማለት ነንሕድሕድና ዲና ዘይንከባብር ሓቂ ንምዝራብ ዘከባብር ባክግራውንድ የብልናን ማለት እዩ ዝበዝሐ ብፍላይ ሲ ብዙሕ እንትን ኣይኮነን ግን ሲ እሱ ተቀይሩ ታሪክ ተቀይሩ ኣምላክ ኩሉ ነገር ቀይርዎ ኣብዚ ብጻሕ በጺሕና እቲኦም ንምሃር ተማሂርና እቲኦም ብቢዝነስ ንዓቢ ዓቢና በቃ እዚ ኣሎ ምሽ ጭቃቅ ድዩ ገለ ዝበሃል ኩሉ ኣጽሪና ገለሲ ሕጅስ ኩሉ ሰብ ኣብ ጽቡቅ ለቨል ገለ በቃ ተመሰጋጊኑ ገለ ሃፒ ፌስ ገለ ትረኤሉ ቦታ ኢና ዘለና ማለት እዩ ብፍላይ ኣብ ስደት ዘለና ኣብ ስደት ዘየለና ዘይኮናስ ኣብ ስደት ዘለና እየ ዝዛረብ ዘለኩ ማል ንምንታይ ኢና ገጽና ከምዚ ጌርና ንጠማመት ብጣዕሚ እዩ ዝገርመኒ ማለት እዩ ከምዚ በቃ ንምንታይ መጺኻ ናብቲ ዓዲ እዩ ዝመስል ናይ ገገሊኦም በቃ በቃ ደምሲስካና ድዩ ገለ ኣረ በጃኹም ማለት ሓደ ጽቡቅ ወላ ጽቡቅ ባግራውንድ ወላስ ጽቡቅ ኣይበላዕናሉን ብጽቡቅ ነገር ብትሪትመንት ዝዓበና ሰባት ኣይኮናን እሞ ገጽና ንባዕሉ ተሃሪሙ ኣሎ ብማድያት ብገለ ብብዙሕ ነገር ማለት ውድቀት ኣለዎ ክርኣይ ከሎ ጸገም ሽግር ነቲ ገጽ ድማ ጨጓራ ትመስለሉ ወይ ድማ ከምዚ ፋክ ፌስ መሲልካ እንትን ትብለሉ ዝገደደ ኣብ ሓደ ዓመት ስብር ኢኻ ትብል ክትስሕቀሉ ጥራዩ ዘለካ ክተስታርሮ እንተኺኢልካ ኣብ ቱርክ ገለ ኬድካ ማለት እዩ ፕሊስ ብሄቭ ማለት እዩ በቃ ብሄቭ ካራክተር ክህልወና ኣለዎ ኣነ ጥራይ ደ ኣነ ጥራይ እንተኮይኑ ኣብ ኮመንት እስኪ እንትን በሉኒ ነንሕድሕድና ክንጠማመት ከለና ኣብ ፅርግያስ ዘለና ነገር ኣሎ ማለት እዩ ዝኾነ በቃ ኣይዶኖ ጥራይ እሺ ኣሕዋት ዝሓውና ዝበለኩም ሓቂ ድዩ ማለት ብፍላይ ድማ ኣብ ስደት ዘለኹም ካብ ዓዲ ወፂኹም ኣብ ወፃእን ዘለኹም ሲ ኣብ መንገዲ ተረኣይኹም ገለ ሰላም ገለ ይትበሃሉን ንምንታይ ንምንታይ ግንውሓት ኣነ ልመስለን ማለት እዩ ብፍላይ ኣብ መንገዲ ተራእዮም ድሕር ሰላም ለይበሃሉ ሲ እንታይ ድኦም ፈርሑ መሲልኩም ነዚ ኣነት መፅኡ ሰብ ሰላም ተይልካ ገለ ው ረኺብካ ወፃእ ሲ ሰላም ገለ ድሕር ተይልካስ መዓዝ መፂኻ እንደ ጌርካ ካበይ መፂኻ በይ ኣቲኻ ኣነ እዚ ኩሉ ሕቶታት እዚ ምሕታትካ ስለ ለይተርፍሲ ካብዚ ሕቶ እዚ ንምምላጥ እዮም ስኢሎም ኮሰር ኢሎም ንሓልፉ ኢለ ይሓስብ ካሊ ምክንያት ተኮይኑ ግን በይዛኹም በይዛኹም ሰላም ተዋህሉ እንዲ ዝኣክል እሞ ከዓ ወፃእ ኣብ ዘይትፈልጥዎ ዓድስ ፍቅሪ የድሊ እዩ ግደፉ እሺ ኣሕዋት እስካብ ዝምቕፃል ድማ ኣብዚ ማሕበራዊ ሚድያ መዘራረብ ዘሎ ነገር ክወስደኩም እሱ ድማ እንታይ ኣሕዋት ኩላና ከም ንፈልጦ ኣብ መቐለ ብፍላይ ድማ ብሓፈሽኡ ኣብ ትግራይ ኣብዚ ቀረባ ግዜ ዝቐነየ ነገር ኩላና እናሰማዕናዮ ነርና ኢና ብፍላይ ድማ ብሃንጊ ክኾን ይኽእል ብምጭዋይ ክኾን ይኽእል ብምቕታል ሰብ ክኾን ይኽእል ቆልዓ ብምቕታል ኩሉ ሙሉ እናሰማዕናዮ ነርና ኢና ብዛዕባ እዚ ድማ ብዙሕ ሰብ ናተጨነቐን ሓዘነ ቐኒ እዩ ግን ሎማዓንቲ ድማ ሓደ ብሑቕ ካሜራ ተቐረፀ ዝኾነ ቪድዮ ተሰይድለይ ብውሽጢ መጀመርያ እዚ ቪድዮስ ብሓደ ኮይና ንረዮ ሽሕዋት ትሪእዎ ኣለኹም እዚ ቪድዮ ዘብዚ ዘሎ ወዲ ኣብ ቀትሪ እዩ ቀትረ ኮብልሰን ኣብ ማእኸል ሰፈር እዩ ሃንግ ይገብርዎ ኣለዉ ካብዚ እዚ ብድሕሪት ይመፅ ኣሎ ረእዎ ሓኒቖሞ እዮም ኒዋ ምስ ገይሮም ረእዋ ረእዋ ካብ ጅብኡ ዝኾነ ነገር የውፀሎ ገለ ካሊእ ከዓ መፅኡ እዚ ቦታ ሪኦ በቃ ቀትሪ እዩ ማንም ሰብ የለን ፀው ኢሉ እዩ ዘሎ ኣብ ሰዓት ዝክስራ ኢልካ ማንም ኣይትሓስብን ግን ሓኒቆ እዩ ዘሎ ተሽካ ሓዚ በስማ በስማ ካብኡ ከዓ ብባጃጅ እዮም መፅኦም ረእዎ እሺ ኣሕዋት እዚ ቪድዮ ከም ዝረኣናዮ እዩ ማለት እንታይ ዝኣክል ከቢድ ኮይኑ ከም ዘሎ እዚ ዓዲ እዩ ዝገልፅ ብፍላይ ድማ ትግራይ ሲ ብሰላም ወፂኻ ብሰላም ዘይተኣትየላ ዓዲ ምዃና ስረእይዎ እሞ ማለት ብምሸት ሲ ሃንገሎ እዩ እሞ ብቐትሪ ገዛይ ክኣቱ ኢልካ ዋላስ ከም ዘይተምልጥ ኢኻ ትርኢ ትሪኦ ኣለኻ ኣብ ማእኸል ሰፈር መፅኦም ሃንጊረሞ ብባጃጅ ይኸድ ኣለዎ ካብኡ ዝሕዝን ነገር ከዓ እዛ ባጃጅ ታርጋ ርኢኻ እኳ ከይበል ምንም ታርጋ ኣይረእን ዘሎ ትሪኦ ኣለኹም ዝኾነ ተሸፊኑ እቲ ካሜራ እኳ ናይ ገዛ እዩ ዝመስል ከም ሴኩሪቲ ካሜራ ገለ እዩ ተቋሪፁ ብቻ ኣሕዋት ዜሩ ዜሩ እንታይ ምክነል ኮይና ብፍላይ ድማ እቶም ኣብ ፀጥታ ገለገለ ትሰርሑ ሰባት ቤዛኹም እጃምኩም ተዋፅኡ ከምዚ ክስረቕ ከሎ ገለገለ ሲ ብዝተኻለኩም ዓቕሚ ካብ ባጃጅ ስብ ብታርጋ ምውሳድ ክኾን ይኽእል ገለ ገለ እናተኸታተልኹም ናብ ሕጊ ክቐርቡ ዘለዎም ሰባት እዮም እዚኦም ብምልኦም እስቲ ካብዚ ምቕፃል ድማ እዛ ቪድዮ እዚኣ ብሓደ ኮይና ንሪኣ ሰላማት ቤተሰብ እዞም ኣብ ላዕሊ ትሪኦዎም ሰለስተ ሰባት ትማሊ ንሓደ ሓውና ብባያ ጨውዮም ክኸዱ ዕዲ ህዝቢ ዓዲ ሽምብሕን ተጓዩ ልሓዞም መናእሰይ እዮም ይበል ለብል ስራሕ ንሕማቕ ስራሕ ከምዚ ተራባሪብና ነጥፋ እዩ ሰለስቲኦም ድማ እቲ ሓደ ወዲ ዓሰርተ ሓሙሽተ ቀበሌ እየ፣ እቲ ሓደ ወዲ ዓይደር እየ፣ እቲ ሓደ ድማ ወዲ ማይ ጻዕዳ ዐጋም እየ ኢሎም ተናጊሮም እዮም ናብ ማንድዮ ኮነ ባዕሉ ሕጊ የጻርዮ ኣብኣ ተለሆ ግን ክሕተተልል ደሊ እቲ ናይ ማይ ጻዕዳ ዐጋም ልበሎ ቁልዓ ናብ ማን ወዲ ማይ ጻዕዳ ዐጋም ተኮይኑ ድሕሪ ማይ ጻዕዳ ዐጋም ደሃዩ ለጥፍአ ሓውና እኒኤና ኣብኣ ተለኹም ሕተትሉ እዮም ከይትርሳዕ ኢለ እዩ ሽሖ እዚ ሓፍትና ዝበለቶም ሰማዕናዮ እዮም ማለት እዚኦም ብኣብዚ ክልተ መዓልቲ ተተሓዙ ካብ ባጃጅ ሰብ ሒዞም ክኸዱ ገለ ናብ ሕጊ ዝቐረቡ ሰባት እዮም ፅቡቕ ጅማሮ እዩ ነይሩ ናይዞም ህዚ ንሪኦ ኣለና ድማ ከምኡ ክትሓዙ ተስፋ ንገብር እሺ ኣሕዋትና ልምዓት ፊሉና ነዚ መሰል ነይሩ ክሳብ ህዚ ዝረኹም ሰባት ተሃሊኹም ብጣዕሚ ዝፈተኩም ብጣዕሚ ዘመስግነኩም ኣብ ቐፃሊ ብካደ ቪድዮ ክሳብ ንራኸብ በብዘለኹሞ ሰላም ኹንለይ ይሞችኹም ሰሰናይ ንዓኹም